ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስቶሊክ ምሽን ዘተሓላለፍ ናይ ያው ቃል መደብ እዩ ሎሚ ድማ ነቲ ኣብ ወንጌል ዮሃንስ ራብዓይ ምዕራፍ ካብ ቁፅሪ ዓሰርተ ክሳብ ቁፅሪ ዓሰርተ ሓሙሽተ ዘሎ ክፍሊ ፅሑፍ ብምንባብ ናይ ህይወት ማይ ብዝብል ኣርእስቲ ናይ ሎሚ መልእኽትና ክንርኢ ኢና ኣብቲ ክፍሊ ጽሑፍ ከምዚ ዝብል ናይ እግዚኣብሔር ቃል ኢና ነንብብ ወንጌል ዮሓንስ ምዕራፍ ኣርባዕተ ካብ ቁጽሪ ዓሰርተ ክሳብ ቁጽሪ ዓሰርተ ሓሙሽተ የሱስ ድማ ህያብ ኣምላኽን እቲ ኣስቲኒ ዝብለኪ ዘሎ መን ምዃኑ እንተትፈልጥስ ንስኺ ግዳ ምለመንኪዮ ኔርኪ ንሱ ኸኣ ማይ ህይወት ምሃበኪ ነይሩ ኢሉ መለሰላ። እታ ሰበይቲ ድማ ጐይታይ መቕድሒ የብልካን፣ እዚ ዒላ ኸኣ ዓሚቕ እዩ፣ እቲ ማይ ህይወት ደኣ ካበይ ትረኽቦ? ንስኻዶ ካብዚ ንዚ ዒላ እዚ ዝሃበና ንሱውን ምስ ደቁን ማሉን ካብኡ ዝሰተየ ኣቦና ያእቆብ ትዓቢ ኢኻ በለቶ። የሱስ ድማ ካብዚ ማይ እዚ ዝሰቲ ዘበለ መሊሱ ኪጸሚ እዩ። እቲ ካብቲ ኣነ ዝቦ ማይ ዝሰቲ ግና እቲ ኣነ ዝቦ ማይ ኣብኡ ንዘለኣለም ህይወት ዝፍልፍል ዓይኒ ማይ ኪኸውን እዩ እምበር ነዘለኣለም ኣይጸምእን እዩ ኢሉ መለሰላ። ንዘለኣለም ኣይጸምእን እዩ ኢሉ መለሰላ። ኣብ ዘንበብናዮ ክፍሊ ጽሑፍ ወንጌል ዮሃንስ ራብዓይ ምዕራፍ ብምልኡቲ ምዕራፍ ተንቢብናዮ ብፍላይ ክሳብ እቲ ቁፅሪ ዕስራን ሽዱሽተን ኢየሱስ ክርስቶስ ብሰማርያ ክሓልፍ ናይ ግዲ ከም ዝኾኖ እሞ ብሰማርያ ክሓልፍ ከሎ ድማ ብድሃር መዓልቲ ሓንቲ ሰበይቲ ማይ ክትቀድሕ ኢላ ናብ ዒላ ያቆብ ዝበሃል ዒላ ከም ዝመፀት እሞ የሱስ ክርስቶስ ኣብኡ ንዛ ሰበይቲ ምስ ረኸባ ምስኣ ዘረባ ከም ዝጀመረ ምስኣ ክዛረብ ከም ዝጀመረ እዩ ዘዘንትወልና ብፍላይ ኣብዚ ዘንበብናዮ ካብ ቁፅሪ ዓሰርተ ጀሚርና ድማ እታ ሰበይቲ ብዙሕ ነገር ንየሱስ ክርስቶስ ክትማጎቶ ብዛዕባ ሃይማኖት ብዛዕባ ባህሊ ብዛዕባ ንሱ ኣይህዳዊ ምዃኑ ንሳ ሳምራዊት ምዃና ብዛዕባ እቲ ክስጎዶ ዝግባእ ቦታ ናይ ሃይማኖት ሕቶ ናይ ባህሊ ሕቶ ብዙሕ ነገር መሰል ዓለትሉ የሱስ ዝበላ ቃል ህያብ ኣምላኽን እቲ ኣስቲኒ ዝብለኪ ዘሎ መን ምዃኑ እንተትፈልጢ ንስኺ ግዳ ምለመንክዮ ነይርኪ ኢሉ ዘዛርባ ዘሎ ካብቲ ዘልዓለቶ ኣርእስቲ ዝዓበየ ዝበለፀ ከም ዝኾነ ነጊርዋ ስለዚ ኣብዚ ክፍሊ ፅሑፍ ነቲ ህያብ ኣምላኽ ምፍላጥ ዝብል ንዑ ብመጀመርታ ክንሪኦ ይደሊ ህያብ ኣምላኽ እቲ ኣስቲኒ ዝብለኪ ዘሎ መን ምዃኑ እንተትፈልጢ ነርኪ ኢልዋ ስኺ ብዙሕ ሕቶታት ኣይመልዓልክን ብዙሕ መጎተ ብዙሕ ክትዕ ኣይመልዓልክን ተመሊስክን ስኺ መሓተትክዮ ነርኪ ሕጂ ናብ ካልእ መገድታት ትኸዲ ዘለኺ ዘዛርበኪ ዘሎ መን ምዃኑ ናይ ኣምላኽ ህያብ ድማ እንታይ ምዃኑን ስለ ዘይፈለጥኪ እዩ ኢልዋ ብሓቂ ህያብ ኣምላኽ ምፍላጥ ብጣዕሚ ኣገዳሲ ነገር እዩ መቸም ሰብ ናብ እግዚኣብሄር መፅኡ ንእግዚኣብሄር ፈሊጡ ንእግዚኣብሄር ስዒቡ ንእግዚኣብሔር ዝምልኣሉ ወል ሓደ ነገር የለን ሓደ ሓደ ግዜ ከምኡ ዝመስለና ብመገድታት እግዚኣብሔር ክንከይድ ከለና ንእግዚኣብሔር ክንስዕቦ ከለና ንእግዚኣብሔር ከነገልግሎ ከለና ንሕና ንእግዚኣብሔር ገለ ነገር እንውስቐሉ ገለ ነገር ንህቦ ገለ ፌበር ንገብረሉ ዘለና ኮይኑ ክስምዓና ይኽእል እዩ ግን ከምኡ ይኮነን እኳ ዳኣ ብኣንፃሩ እዩ እግዚኣብሄር ካብ ዘለዓለም ክሳዕ ዘለዓለም ብገዛእ ርእሱ ዓጊቡ ዝነብር ኣምላኽ እዩ ገለ ከም ዝጨንቆ ድማ ኢድ ሰብ ኣየገልግሎን እዩ እንተደልዩ እውን ኣእላፍ ግዜ ኣእላፍ ኣሻሕ ግዜ ኣሻሕ ኣብ ዙርያ ዝፋኑ ከየቋረጹ ዝሰግድሉን ዘምልኽዎን ዘገልግልዎን መልኣኽቲ ኣለዎም። እሶም እንተዘየለው እውን ብገዛእ ርእሱ ዓጊቡ ዝነብር ኣምላኽ እዩ። ምንም ነገር ዝጎድሎ ነገር የለን። ግን ሰብ ናብ እግዚኣብሔር ክቐርብ ከሎ ካብ ኣምላኽ ዝቕበሎ ህያብ ኣሎ። ህያብ ኣምላኽ ዝቕበሎ ኣሎ ዋው ኣምላኽ ወሃቢ እዩ ክህብ ከሎ ድማ ብልግሲ ስለ ዝህብ ወዱ እኳ ከይተረፈ ይሂብና እዩ ዝብል እቲ ዝገርም ነገር ናይ ኣምላኽ ልግስና ካብቲ ዘለዎ ገለ ነገር ቆንጢሩ ኣይኮነን ሂብና ካብቲ ዘለዎ ገለ ነገር ሰፊሩ ኣይኮነን ሂብና ዘለዎ ኩሉ እዩ ሂብና ወዱ እዩ ሂብና ስለዚ እግዚኣብሔር ለጋስ እዩ ወሃቢ እዩ ቅድም ቀዳድም ናይ ኣምላኽ ህያብ ንዓና ብሉፅ ከም ዝኾነ ክርዳእና ክኽእል ኣሎ ኣምላኽ ደላዩ ሰላምካ እዩ ኣምላኽ ደላዩ ፅቡቅኪ እዩ ኣምላኽ ወሃቢ እዩ ለጋስ እዩ ወዱ እኳ ሂብና ንዚ እዩ መፅሓፍ ቅዱስ ኣብ ወንጌል ዮሃንስ ምዕራፍ ዓሰርተ ሸውዓተ ቁፅሪ ሰለስተ ኣምላኽ ሓቂ ንስኻ በይንኻ ምዃንካን ነቲ ዝለኣካዮ ወድኻ የሱስ ክርስቶስን ክፈልጡ ናይ ዘለዓለም ህይወት እዚኣ እያ ይብል ዋው ናይ ዘለዓለም ህይወት እዚኣ ስለዚ ናባና ወዲ የሱስ ክርስቶስ ሒዝዎ ዝመፀ ህያብ እንታይ እንድሕር ኢልና ናይ ዘለዓለም ህይወት ዋው ናይ ዘልዓለም ህይወት ናይ ዘልዓለም ህይወት ማለት ናይ ኣምላኽ ህይወት ምቕባል ማለት ናይ ኣምላኽ ህይወት ምቕባል ጎይታ የሱስ ክርስቶስ ገዛእ ርእሱ እዩ ሂብና ስለዚ ንዕኡ ምቕባል ማለት ህይወት ኣምላኽ ምክፋል ማለት እዩ ናይ ኣምላኽ ሰላም ናይ ኣምላኽ ደስታ ናይ ኣምላኽ ዕረፍቲ ናይ ኣምላኽ በረከት ናይ ኣምላኽ ጸጋ ምክፋል ማለት ስለዚ ክበና እዩ መፅኡ ካባና ገለ ነገር ክወስድ ካባና ገለ ነገር ክቕበል ዘይኮነሲ ክበና ክበና እዩ መፅኡ ህያብ ኣምላኽ እንተትፈልጥ ነርኪ ተመሊስኪ ንስኺ ምለመንክዮ ሕጂ ንስኺ ዘይትልምንዮ ዘለኺ ህያብ ኣምላኽ ስለ ዘይፈለጥኪ እናተዛረባ ከሎ ግን ይዕንታ በሪህ እዛ ሰበይት እዚኣ ለሚናተ እናዛረባ ከሎ ቃል ኣምላኽ እናነገራ ከሎ እናዛረባ ከሎ እናዛረባ ከሎ ኣብቲ መገዲ እዕንታ በርህ እዩ ስለዚ ናብዚ ዝበላ ነገር ኣትያ ተመሊሳ ክትልምኖ ጀሚራ ኣቲ ዝገርም ነገር ትፈልጡ ዲኹም ቃል እግዚኣብሄር ብሰማዕናዮ ቁጽሪ ኣብ ህይወትና ብርሃን ሒዙ እዩ ዝመጽእ ኣብ ህይወትና ብርሃን ሒዙ ይመጽእ ናይ ህይወት ፈልፋሊ ንስኻ ኢኻ እሞ ብብርሃን ካብ ብርሃን ንርኢ ኣለና ይብል ሰብ ክርኢ ተኮይኑ ካብ ናይ እግዚኣብሄር ብርሃን ተላዕለ እዩ ዝርኢ ኣምላኽ እንተዘየብርህሉ ግልጸት ክረክብ ኣይክእልኒ ኣብርሆት ክረክብ ኣይክእልኒ ምርዳእ ምስትውዓል ጥበብ ክረክብ ኣይክእልኒ ኣእምሩ ክኽፈት ኣይክእልን የዕንጥቑ ሪኣ ኣዛኑ ክሰምዕ ኣይክእልን እዩ እግዚኣብሄር ብርሃን ምስ ሃቦ እዩ ከስተውዕል ዝጅምር እናተዛረባ ከሎ ናብ ምስትውዓል መፅኣ እቲ ፅቡቕ ነገር ኣብ መጀመርያ ግን ብዙሕ ዘረባ ዘብዝሐት ህያብ ኣምላኽ ስለ ዘይተረድአት ስለዚ ቅድም ቀዳድም ኣብ ህይወትና ክንርድኦ ዘለና ነገር እንታይ እንድሕር ኢልና ህያብ ኣምላኽ ኣምላኽ ደላይ ፅቡቅኩም ከም ዝኾነ ኣምላኽ ደላይ ፅቡቅኩም ደላይ ሰናይኩም ከም ዝኾነ ክትፈልጡ እዩ እቲ ናይ ባሪኡ ሰላም ዝፈቱ ኣምላኽ ዓብ እዩ በሉ ተባሂሉ ከም እተጻሕፈ፣ እግዚኣብሄር ናትና ሰላም፣ ናትና ዕረፍቲ፣ ናትና ደስታ፣ ናትና ሓርነት፣ ናትና ህይወት እዩ ዝደሊ። ስለዚ ዝበና ነገር ኣለዎ። ህይወት ሒዙ እዩ መጺኡ ጎይታ የሱስ ክርስቶስ። ስለዚ እቲ ሒዝዎ ዝመጸ ህይወት ከካፍላ ደልዩ። ንሳ ግን መጀመርያ ኣይተረድኣን እኒሩ። ማይ ህይወት ምሃበኪ ነይሩ ከዓ ኢልዋ። እታ ሰበይቲ መቸም ብዙሕ መጎተ እያ ኣቕሪባትሉ። ንስኺ ምለመንክዮ ነርኩ ንሱ ከዓ ማይ ህይወት ምሃበኪ ነይሩ ኢሉ መለሰላ ዝብላ ማይ ህይወት ማይ ህይወት ማለት ናይ ህይወት ማይ ማይ ኣብ ህይወት ደቂ ሰባት ኣዝዩ ኣገዳሲ ነገር ምስ ህይወት ምትሓሓዝ ስለ ዘለዎ ማይ የለን ማለት ህይወት የለን ማለት እዩ። ማይ ኣሎ ማለት ህይወት ኣሎ ማለት እዩ። ስለዚ ማይ ኣብ ማሕበራዊ ህይወት ደቂ ሰባት ኣዝዩ ኣገዳሲ እዩ። እዚ ማይ እዚ የሱስ ክርስቶስ ዘዛርባ ዘሎ ማይ ግን ዝስተ ደጋዊ ማይ ጥራይ ኣይኮነን። ዝስተ ደጋዊ ማይ እዚ ተፈጥራዊ ማይ ንስጋና ርውየት ከም ዝህቦ ዕግበት ከም ዝፈጥረሉ ጽምኣትና ከም ዘርውይ እቲ መንፈሳዊ ማይ እቲ ናይ ህይወት ማይ ድማ ውሽጥና እዩ ዘርውይ ውሽጥና እዩ ዝዕግብ ሰብ ኣብ ውሽጡ ብዙሕ ባድነት ኣለዎ ነዚ ባዱነት እዚ ክመልእ ድማ ዘይገብሮ ነገር የለን፣ ዘይሰርሖ ነገር የለን። ነዚ ሃጓፍ እዚ ንምምላእ ሰብ ዝተፈላለየ ነገር ክእትወሉ ይፅዕር። ንምንታይ ኣብ ውሽጡ ኣምፅእ ዝብሎ ዕግበት ዘይረኸበ ባዱነት ኣሎ ስለዚኦም ሰባት ዝተፈላለየ ነገር ናብ ውሽጦም ኮእትዉ ዝፅዕሩ ንምንታይ ነቲ ናይ ውሽጦም ባዱነት ነቲ ናይ ውሽጦም ሃጓፍ ነቲ ናይ ውሽጦም ሕቶ ምእንታን ክምልስዎ ግን ኣምፅኢ ዝብል እምበር ኣይዓግብን ዝተፈላለየ ነገር ከሐጉሰኒ ይኽእል እዩ ከዕርፈኒ ይኽእል እዩ ንግዚኡ ደስታ፣ ሰላም፣ ዕጋበት ክበኒ ይኽእል እዩ ኢልካ ዘእተኻዮ ነገር ንግዚኡ ዘተዓሻሹ ነገር ኣብ ኣእምሮኻን ሓሳብካን ክፈጥረልካ ይኽእል እዩ። ተመሊስካ ግን ናብቲ ዝነበርካዮ ኢኻ ትምለስ። ናብቲ ዝነበርካዮ ናብቲ ዝነበርካዮ ንኣብነት ሓደ ሰብ መስተ ሰትዩ ሽግሩ ንግዚኡ ክርስዕ ይኽእል ይኸውን ንፅባሓይቱ ግን ናብቲ ዝነበሮ እዩ ዝምለስ እኳ ደኣ ዝገደደ ኮይኑ ማለት ምስ ሕማሙ ምስ ሽግሩ ምስ ኣንፀርፅሮቱ ተወሲኽዎ ናብኡ ይምለስ ንምንታይ ንቲ ውሽጢ የዕጊቡ ዘትርፎ ወልሓደ ነገር የለን ማይ ህይወት ማለት ንቲ ውሽጣዊ ህይወትና ዕግበት ዝፈጥረሉ ሰላም ዝቦ ህይወት ዝቦ ደስታ ዝቦ ዕረፍቲ ዝቦ ንዝሃጓፍ እዚ ክመልእ ዝኽእል እግዚኣብሄር ጥራይ እዩ ስለዚ እዛ ሰበይቲ እዚኣ ብዛዕባ እዚ ማይ ህይወት ከዛርባ ከሎ የሱስ ህያብ ኣምላኽ እንተ ትፈልጢ ንስኺ ምለመንክዮ ንሱ ድማ ማይ ህይወት መሃበኪ ነይሩ ኢልዋ ኣይተረድኣን ዘረባ ቀፂላ እታ ሰበይቲ ድማ ጎይታይ መቕድሒ የብልካን ኢላቶ እምበርከ ብዛዕባ ዝተፈጥራዊ ማይ ዝዛረባ ዘሎ እዩ መሲሉ ንሳ መቕድሒ ኣለዋ ንሱ መቕድሒ የብሉ ኣብ ዒላ ያቆብ እዮም ተራኪቦም ዘለዉ ስለዚ ኣነ መቕድሒ ዘለኒ እምበር ስኻ መቕድሒ የብልካን ስለዚ እዚ ዒላ ከዓ ዓሚቑ እዩ እቲ ማይ ህይወት ደኣ ካበይ ትረኽቦ ኢላ እንደገና ጠይቃቶ ብዛዕባ ዝተፈጥራዊ ማይ ዘዛርባ ዘሎ መሲልዋ ንስኻ ዶ ኢላቶ ግን ዘረብኡ ካብቲ ኩነታታ ንላዕሊ ምዃኑ ዝተረድአት ትመስል ካብዚ ንዝዒላ እዚ ዝሃበና ንሱ እውን ምስ ደቁን ማሉን ካብኡ ዝሰተየ ኣቦና ያቆብ ተዓቢኻ ስለዚ ፍልጠታ ንሳ ክሳዕ ያቆብ እዩ እቲ ዝዓበየ ናይ ህይወት መምርሒ ገይራ ተወስዶ ያቆብ እዩ ሕጂ ግን ካብ ያዕቆብ ዝዓቢ የሱስ ክርስቶስ ወዲ ኣምላኽ እዩ ዘዛርባ ዘሎ ሕጂ ንስኻ ካብኡ ዶ ትዓቢ ኢኻ ኢላ ምስ ጠየቐቶ የሱስ ድማ ካብዚ ማይ እዚ ዝሰቲ ዘበለ መሊሱ ክጸምእ ኢልዋ እቲ መሊሱ ክጸም እዩ ካብዚ ናይ መጨረሽታ ናትኪ ፍልጠት ትብልዮ ዘለኺ ካብዚ ዒላ እዚ ያቆብ መመሊሱ መፅኡ ዝሰቲ ሰብ ክጸም እዩ ሕጂ ሒዝኪ ክትከዲ ኢኺ ተመሊስኪ ከዓ ክትቀድሒ ክትመፂ ኢኺ ንምንታይ ካብዚ ዒላ ዝሰቲ ዘበለ መሊሱ ክጸም ኢሉ ዓጊቡ ኣይተርፍን እዩ ራዩ ኣብ ምድሪ ዘሎ ኩሉ መመሊሱ ኣምፅእ እዩ ዝብለካ ናይ መጨረሽታ ዓጋበት ዝበካ ነገር የለ ዓይኒ ብምርኣይ ኣይትፀግብ ነይሩ ስለዚ መመሊሳ ትደልዮ ነገር ኣሎ ማለት እዝኒ ብምስማዕ ኣይትመልእ ነይሩ መመሊሳ ክትሰምዖ ትደሊ ነገር ኣሎ ኣብ ትሕቲ ፀሓይ ዘሎ ህይወት ኩሉ ከምኡ እዩ ዕጋበት ዝበሃል ነገር ንሰብ ካብ ኣምላኽ ወጻኢ የብሉን፣ ካብ ክርስቶስ ወጻኢ የብሉን፣ ካብ ቃል ኣምላኽ ወጻኢ የብሉን። ሰብ በዘይዚ ህይወት እዚ ኣብዛ ዝወደቀት ዓለም ቀባሓባሓ እዩ ዝኸውን። ገዛእ ርእሱ ክዕግብ ክብል ዘይገብሮ ነገር የለን፣ ግን ዕጋበት ዝበሃል ነገር የለን። መሊስካ ትጸምእ እቲ ክዕግበኒ ኢልካ

ናይ ዘለዓለም ዕጋበት ዝህብ ናይ ዘለዓለም ሰላም ዝህብ ናይ ዘለዓለም ዕረፍቲ ናይ ዘለዓለም ደስታ ዝህብ ከም ዘሎ ግን የበስር ኣሎ እቲ ብስራት እሱ እቲ ብስራት እሱ ነቲ ውሽጥና የዕጊቡ ዝተርፍ ናይ ውሽጥና ሰላም ዝመልእ፣ ናይ ውሽጥና ዕረፍቲ ዝመልእ፣ ናይ ውሽጥና ደስታ ዝመልእ ከም ዘሎ ግን ይነግራ ኣሎ። ንሱ ድማ እንታይ ኢልዋ? ካብቲ ኣነ ዝህቦ ዝብል ኣሎ። የሱስ ድማ ካብዚ ማይ ዝሰቲ ዘበለ መሊሱ ክጸሚ እዩ ምስ በላ ቁፅሪ 13 እቲ ካብቲ ኣነ ዝቦ ማይ ዝሰቲ ግና እቲ ኣነ ዝህቦ ማይ ኣብኡ ንዘልኣለም ህይወት ዝፍልፍል ዓይኒ ማይ ክኸውን እዩ እምበር ንዘልኣለም ኣይጸምእን እዩ ኢሉ መለሰላ። እንታይ ዓይነት ማይ ዋው! እቲ ካብቲ ኣነ ዝህቦ ማይ እዚ ኢየሱስ ጥራይ እዩ ዝቦ ያዕቆብ ኣይህቦን እዩ ካልኦት ናይ ሃይማኖት መራሕቲ ኣቦታት ኣይህብዎን እዮም እዚ ዕግበት እዚ እዚ ህይወት እዚ እዚ ደስታ እዚ እዚ ሰላም እዚ እዚ ዕረፍቲ እዚ እዚ ምድሓን እዚ እዚ ናፅነት እዚ እዚ ምንጋፍ እዚ ኣብ የሱስ ጥራይ እዩ ዘሎ የሱስ ዕጋቦትኩም ይኹን የሱስ ዕረፍትኹም ይኹን ብብዙሕ ናይ ህይወት ሕቶ ነብስና ትጭነቕ ዘላ ብብዙሕ ናይ ህይወት ሕቶ ነብስና ተወጢራ ዘላ ዕረፍቲ ዝሰኣና ሰላም ዝሰኣና ቅሳነት ዝሰኣና ኣብ ትሕቲ ፀዓይ ንዕኡ ዝኸውን መልሲ የለን። ሓደ መልሲ ጥራይ እዩ ዘሎ፣ ንሱ ድማ የሱስ ክርስቶስ እቲ መድሓኒ እዩ። ስለዚ ነቲ ዓረፍቲ ዝሰኣነት ነፍስና ናብቲ ናይ ህይወት ማይ የሱስ ክርስቶስ እንተምፂናያ ንዘልኣለም ዝፍልፍል ዓይኒ ማይ ኣብ ውሽጥና ክፍልፍል ክጅምር የሱስ ናይ ህይወት ማይ ጥራይ ኣይኮነን ዝበካ ሓንሳእ ሰቲኻዮ እትዓግብ ንዘልዓለም ዝፍልፍል ዝብላል ሓንሳእ ምስ ሰተኻዮ የሱስ ክርስቶስ ኣብ ህይወትካ መሰንገስካዮ ኣብ ህይወትካ ምስ እተኻዮ ከም ግሊ መድሓኒኻን ጎይታኻን ጌርካ ኣብ ህይወትካ ምስ ተቐበልካዮ፣ ናቱ ህይወት ምስ ተኻፈልካ፣ ናይ ዘልዓለም ህይወት ኣባኻ ይፍልፍል፣ ብቐጻሊ ዘይውዳእ ዘየቋርጽ ዘይደርቕ ዘይነጽፍ ህይወት፣ ዘይነጽፍ ሰላም ናይ ውሽጢ፣ ዘይነጽፍ ደስታ ናይ ውሽጢ፣ ካብ ውሽጥና ክፍልፍል እጅምር። እዚ ሓርነት እዚ እዚ ህይወት እዚ እዚ ምድሓን እዚ እዚ በረኸት እዚ ነፍስና ከተስተማቕሮ እዩ እግዚኣብሄር ዝደሊ። ብሰማርያ ንምሕላፍ ናይ ግድን ዝኾኖ ንሓንቲ ሰበይቲ ክረክብ እዩ ከይዱ። ንሓንቲ ነፍሲ ክረክብ እዩ ከይዱ ተገዳስነቱ ረኣይዎ ፍቕሩ ረኣይዎ ለውሃቱ ረኣይዎ ምሕረቱ ረኣይዎ ሳሉ ረኣይዎ ብእውነት ኣብ ህይወትና ናይ እግዚኣብሔር ፍቕሪ ይገለጽ እግዚኣብሔር ደላይ ሰላምኩም እግዚኣብሔር ደላይ ሰናይኩም ዕረፍቲ ናብኡ እዩ ዘሎ ፈውሲ ናብኡ እዩ ዘሎ ምድሓን ናብኡ እዩ ዘሎ ሓርነት ናብኡ እዩ ዘሎ ፈውስና ካብ ካልእ ኣይንድለዮ፣ ዕጋበትና ካብ ካልእ ኣይንድለዮ፣ መልስና ካብ ካልእ ኣይንድለዮ፣ ዋላ እንተደለናዮ ኣይምልሰልናን እዩ። እዛ ሰበይቲ እዚኣ ናብዚ ዒላ እዚ ብዙሕ ግዜ እያ ተመላሊሳ። ግን ብዛዕባ ዝተፈጥራዊ ማይ ጥራይ ኣይኮነን የሱስ ዘዛርባ ዘሎ ኣብ ህይወታ ብዙሕ እተለዋ ክትዓግብ ኢላ ዘይገበረቶ ነገር የለን። ቀጺሉ ኣብቲ ቁፅሪ ዓሰርተው ሽዱሽተ ተርኢኹሞ የሱስ ክርስቶስ ሰብኣያ ክፅውዕ ምስ ነገራ ንሳ ሰብኣይ የብለይን ኢላቶ የሱስ ድማ ሓሙሽተ ሰብኣይ ከም ዝነበርዋ ክነግራ ከሎ ንርኢ ስለዚ ኣብ ሂወታ ዕግበት ክትረክብ ሰላም ክትረክብ ደስታ ክትረክብ ሂወታ ክፅብቕ ብዙሕ ናይ ህይወት ለውጥታት ዝመሰላ ጌራ እያ ማለት እዩ ግን ኣይረኸበትን ሰብኣይ ተለወጠት ስራሕ ተለወጠት ናብራ ተለወጠት ዓዲ ተለወጠት ብዙሕ ነገር ዕጋበት ኣይረኸበት ሰብ እውን ከምኡ ኢሎም ሰላም ክረክብ ዕጋበት ክረክብ በረከት ክረክብ ዝተፈላለየ ነገር ሕቶታቱ ክምልስ ሰፈር ክልውጥ ይኽእል እዩ፣ ቦታ ክልውጥ ይኽእል እዩ፣ ዓዲ ክልውጥ ይኽእል እዩ፣ ከተማ ክልውጥ ይኽእል እዩ፣ ስራሕ ክልውጥ ይኽእል እዩ፣ ናብራ ክልውጥ ይኽእል እዩ፣ ዝተፈላለየ ነገራት ክገብር ይኽእል ግን ተተመሊሱ ናብቲ ናይ ህይወት ሕቶ ዝመፅእ ንምንታይ እንድሕር ኢልና ነቲ ምንጪ ህይወት ስለ ዘይረኸቦ እዩ ነቲ ፈልፋሊ ዓይኒ ማይ ስለ ዘይረኸቦ እዩ ካብቲ ኣነ ዝህቦ ማይ ዝሰቲ ግና፣ ኣብኡ ንዘለዓለም ህይወት ክፍልፍል እዩ እምበር፣ መሊሱ ኣይጸምእን ኢሉ። መሊሱ ኣይጸምእን፣ ዓጊቡ ክተርፍ እዩ ማለት እዩ። ንውሽጥና ዝዕግብ ጎይታ የሱስ ጥራይ እዩ። ነዚ መልሲ እዚ ኣብ ትሕቲ ፀሓይ ክምልሶ ዝኽእል የለን። ኣብ ምድሪ ክምልሶ ዝኽእል የለን። ገንዘብ ክምልሶ ኣይክእልን እዩ። ንብረት ክምልሶ ኣይክእልን እዩ። ስራሕ ክምልሶ ኣይክእልኒ ቤተሰብ ክምልሶ ኣይክእልኒ ከሐጉሰና ይኽእል ኢልና ናብ ውሽጥና እንእትዎም ዝተፈላለየ ነገራት ክምልሶ ኣይክእልን እዩ ዕረፍትኩም ኣወዲ ኣምላኽ እዩ ዘሎ ሰላምኩም ኣወዲ ኣምላኽ እዩ ዘሎ ስለዚ እንተትፈልጢ ኔርኪ ዝበላ ንዚ እዩ ህያብ ኣምላኽን እቲ ኣስቲኒ ዝብለኪ ዘሎ መን ምዃኑ እንተትፈልጢ ኔርኪ ብእውነት ነቲ ምእንታና ኣብ መስቀል ደሙ ዘፍሰሰ ወዲ ኣምላኽ የሱስ ክርስቶስ እንተንፈልጥ ኔርና ፈውስና ቀልጢፉ ምበቆለ ነይሩ ሰላምና ቀልጢፉ ምመልአ ነይሩ ደስታና ሓርነትና ቀልጢፉ ምመፀ ነይሩ ስለዚ ፈውስና ኣብ ቀረባ ከሎ ክንስእኖ ኣይግብኣናን እዩ ናይ ህይወት ዕረፍቲ የሱስ ክርስቶስ ወዲ ኣምላኽ ሰላመይ ይበኩም ኣለኹ ሰላመይ ድማ ይሓድገልኩም ኣለኹ እቲ ኣነ ዝበኩም ሰላም ከምቲ ዓለም እትቦ ሰላም ኣይኮነን ዝበለ የሱስ ክርስቶስ ወዲ ኣምላኽ ሰላም ዓለም ሰላም ዝመስል ነገር ኣለዋ ሰላም ዘይኮነ ኣርተፊሻል እዩ ንግሆ ዝሓዝካዮ ዝመሰለካ ምሸት ዝበንን እዩ ቋዋምነት የብሉን ኢየሱስ ዝበና ሰላም ግን ንዘለዓለም ምሳና ዝነብር እዩ ኢየሱስ ዝበና ዕረፍቲ ግን ንዘለዓለም ምሳና ዝነብር እዩ ካባና ዝወስዶ የለን እቲ ፍልልዩ እሱ እዩ ምርጫና ኩሉ ግዜ ጽቡቕ ክኸውን ዘለዎ ምስ ናይ ህይወት ማይ ናይ ህይወት መልሲ ናይ ህይወት ዕጋበት ኢየሱስ ክርስቶስ ወዲ ኣምላኽ ነብስና ብሓቂ ክትላገብ ይግባኣ እዩ። ተዘይኮይኑ ኩሉ ብትሕቲ ፀሓይ ዘሎ ኮንቱ ናይ ኮንትነት ደድሕረ ንፋስ ምጉያይ ኢሉ ሰሎሙን እቲ ናይ ጥበብ ንጉስ እዚ ድማ ባዕሉ ኩሉ ነገር ምስ ፈተኑ እዩ ባዕሉ ኩሉ ነገር ምስ ፈተኖ እዩ ናይ መጨረሽታ መደምደምታ ሓሳቡ ኩሉ ኮንትነት ናይ ኮንትነት ደድሕሪ ንፋስ መጉያ እዩ ኢሉ። የሱስ ክርስቶስ ናይ ህይወት ምንጪ ምርካብ ግን ብሓቂ ኣብ ህይወትኩም ናይ ዘለዓለም ህይወት፣ ናይ ዘለዓለም ሰላም፣ ናይ ዘለዓለም ዕረፍቲ እዩ ዘምጽእ። ሂወትና ዘመንና ግዜና ካብ ዘባኽን ነገራት ሎሚ ወጺና ምስቲ መድሓኒ ምስቲ ናይ ሂወት ምንጪ ልክዕ ከምዛ ሰበይቲ እዚኣ እንድሕር ተራኺብና ሂወትና ክልወጥ እዩ ሂወታ ተለዊጡ እዩ ተሪፉ ንለውጢ ምኽንያት ከዓ ኮይና ንሳ ጥራይ ኣይኮነትን ተለዊጣ ንሳ ተለዊጣ ንህዝቢ ሰማርያ ንምድሓን ምኽንያት ንበረኸት ምኽንያት ኮይና እያ ንምንታይ ዝተለወጠ ንኻልኦት ንለውጢ ምኽንያት ይኸውን እዩ። ሰዚ ሎሚ ህይወትኩም ተለዊጡ ናብራኹም ተለዊጡ ንኻልኦት ንለውጢ ምኽንያት ክትኮኑ እዚ ናይ ወንጌል ድምጺ ጎይታ ይነግረኩምን የበስረኩምን ኣሎ። ክብሪ ንጎይታ ይኹን። ክንጽሊና በዚ እግዚኣብሔር ዝተዛረበና ቃል ናይ ህይወት ማይ እንደሊ ጎይታ የሱስ ክርስቶስ ከም ብሕቲ መድሓኒናን ጎይታናን ጌርና ክንቅበሎ እንደሊ እዚ መልእኽቲ ዝሰማዕኹም ጎይታ የሱስ ኣብ ህይወተይ ከም መድሓኒ ከም ጎይታ ጌረ ይቐበለካ ኣለኹ ናይ ህይወተይ መድሓኒ ንስኻ ኢኻ ኢልኩም ብልብኹም ኣሚንኩም ብኣፍኩም ተመስኪርኩም ናይ ዘልኣለም ሂወት ናትኩም እዩ ሂወትኩም ክልወጥ እዩ ሰላምኩም ድማ ክበዝሕ እዩ Thank you Lord ክብር ንበካ ኣለና ሽምካ ብሩኽ ይኹን ከማኻ ዝበለ ማንም የለን ንቲ ዓቢ ሽምካ ንቲ ቁዱስ ሽምካ ንባርኾ ኣለና እጽሊ ኣለኹ ሕጂ እውን እዚ ናይ ሂወት ቃል ዝሰምዑ ሰባት ኩሎም ልቦም ብመንፈስ ቅዱስ ሓይሊ እግዚኣብሄር ክድህስሶ ናይ ቃልካ ብርሆት ክትቦም የእምሮኦም ክትከፍቶ ሓሳቦም ኩሉ ድማ እግዚኣብሔር ክትባርኾ ምስትውዓሎም ኩሉ እግዚኣብሔር ክትከፍቶ ይጽሊ ኣሎ ንቓልካ ዝርድኡሉ መንፈሳዊ ኣብርሆት መንፈሳዊ ብርሃን ናብ ህይወቶም ይምጻእ ናይ ነብሶም መልሲ ንስኻ ከም ዝኾንካ ፈሊጦም ጎይታ የሱስ ክርስቶስ ናይ ህይወቶም መድሓንን ጎይታን ገይሮም ኣብ ህይወቶም ከንጉስኻ ክድግፎም እጽሊ ኣሎ ነቶም ምድሓንካ ጐይትነትካ ኣብ ህይወቶም ዝኣወጁ ዅሎም ኣመንቲ ድማ ናይዚ ናይ ወንጌል ሕድሪ ኣበሰርቲ ክትገብሮም ሰላሞም መሊሱ ክዓቢ ደስተኦም መሊሱ ክዓቢ ብኢየሱስ ክርስቶስ ስም እጽል ኣለኹ ብጎይታ ብኢየሱስ ክርስቶስ ናዝራዊ ሽም ህይወቶም ባርኽ ዘመኖም ባርኽ ኣገልግሎቶም ባርኽ ምእታዎም ምውጽኦም ባርኽ፣ ብዝተኸፍተ ሰማይ እተዉ፣ ብዝተኸፍተ ሰማይ ድማ ይውጽኡ። ናይ እግዚኣብሄር ጸጋ፣ ናይ እግዚኣብሄር ምሕረት ኣብ ህይወቶም ይዕበ፣ ብጎይታ ብኢየሱስ ስም ዝተጨነቑ ዘበሉ ይፈትሑ፣ ማእሰርቶም ዝተበንጠሰ ይኹን። ኩሉ ኣጋንንታዊ ተጽዕኖ ይሰብሮ ኣለኹ፣ ብኢየሱስ ክርስቶስ ስም ዝተሰብረ ይኹን። ነፍሶም ዘጨንቕ፣ ነፍሶም ዘጻብብ፣ ኣጋንንታዊ ሓይሊ ብኢየሱስ ስም ዝተሰብረ ይኹን ወዲ ኣምላኽ ግብሪ ዲያብሎስ ከፍርስ ንዚ ዝተገልጸ ጽሑፍ እሞ ስራሕ ጸልማት ካብ ህይወቶም ካብ ቤቶም ካብ ሰፈሮም ዝተነቕለ ይኹን ናይ መርገም ጉልበት ናይ ሕማም ሓይሊ ብኢየሱስ ስም ካብ ህይወቶም ይለዓል ንህይወቶም ዘሳቒ ዘበለ ዅሉ መቓውሕ ጸልማት ብኢየሱስ ስም ዝተሰብረ ይኹን። ሰላም ንዕኦም ይኹን፣ ሰላም ንኣእምሮኦም፣ ሰላም ንልቦም፣ ሰላም ንቤቶም ይኹን። ብኢየሱስ ክርስቶስ ስም እጽሊ ኣለኹ። ቅዱስ መንፈስካ የገልግሎም። ሓርነት ንዘልዩ ሓርነት፣ ምንጋፍ ንዘልዮ ምንጋፍ ብኢየሱስ ክርስቶስ ስም ክኾነሉ ይጽሊ ኣለኹ። ኣብ ሂወቶም ሰላም እግዚኣብሄር ይግዛእ ብኢየሱስ ክርስቶስ ሕያው ስም ኣሜን ኣሜን ኣሜን። ክብሪ ንጎይታ ይኹን። ናይ ኢሎም መልእኽትና ኣብዚ ወዲእና ኣለና። ሓደ መተንባህታ ኣለኒ ቅድሚ ምውዳእና እሱ ክነግረኩም ከም ዝፍለጥ ኣብ ኤልሻዳይ ባይብል ትሬን ሰንተር ናይ ሓደ ዓመት ናይ መፅሓፍ ቅዱስ ትምህርቲ እናመሃርና ኢና። ሰዚ ኣብ ዝሓለፈ ሓሙሽተ ዓመት ብዙሓት ሰባት ካብ ኣፍሪቃ፣ ኣውሮፓ፣ ማእከላይ ምብራቕ፣ ካብ ኣሜርካን ካናዳን ኣውስትራልያን መጺኦም ልዕሊ ሓደ ሽሕን ሰለስተ ሚእትን ሓምሳን ተምሃሮ ተማሂሮም ኣለዉ። ሰዚ ህይወቶም ክሕደስ ከሎ ክብርትዑ ከለዉ ንኦም ኮይኖም ድማ ንካልኦት ሰባት ንበረከት ክኾኑ ከለዉ ብዙሕ ምስክርነታት ሰሚዕና ኣለና። ሻድሻይ ዙርያ ሕጂ ምዝገባ ጀሚርና ኣለና። ኣብ ዓመት ሓደ ግዜ ጥራይ ኢና ንምዝግብ። ናይ ምዝገባ እዋን ስለ ዝኾነ ኢና ነቶም በሃልኩም ዘለና። ስለዚ ሻድሻይ ዙርያ ድማ መጺኹም ዓሚቕ ናይ እግዚኣብሄር ቃል ናይ መጽሓፍ ቅዱስ ትምህርቲ መንፈስኩም ዘበርትዕ ኣእምሮኹም ዝሕድስ ህይወትኩም ዝልውጥ ንዓኹም ኮንኩም ንካልኦት ንክትኮኑ ብቑዓት ኣገልገልቲ ኣምላኽ ዝገብረኩም ዓሚቕ ናይ እግዚኣብሄር ቃል ክትመሃሩ ኣብዚ ሻድሻይ ዙርያ መፂኹም ክትመሃሩ ክዕድመኩም ይፈቱ ኣብ ሰሙን ሓደ ግዜ ብዙም ላይፍ እዩ እቲ ትምህርቲ ስለዚ ነፍሲ ወከፍ ክላስ ላይፍ እየ ዝምህር ሰዓታት ናይ ትምህርቲ ንኹሉ ብዝጥዕሚ ንቶም ኣብ ኣፍሪቃ ኣውሮፓ ማእከላይ ምብራቅ ዘልኹም ብናትኩም ታይም ዞን ምሸት ድሕሪ ሰዓት ሸሞንተ ኢና ንምህር ንቶም ኣብ ኣሜሪካን ካናዳን ኣውስትራልያን ዘልኹም ውን ከምኡ ብናትኩም ታይም ዞን ምሸት ኢና ንምህር ስለዚ እቲ ናይ መመዝገቢ ሊንክ ኣብዚ ናይ ኮመንት ሴክሽን ክንገዝፈልኩም ኢና ነቲ ሊንክ እንድሕር ጠዊኩሞ ናብ ናትና ዌብሳይት ክወስደኩም እዩ ኣብቲ ዌብሳይትና ሳይን ኣብ ዝብል ኣሎ ሳይን ኣብ ናው ዝብል ኣሎ እንታ ሳይን ኣብ ናው ኣብ ታሕቲ ስክሮል ምስ ገበርኩም ሳይን ኣብ ናው ትብል ኣላ ንዓ ምስ ተወኩማ ንእሽተይ ፎርም ከተምፃልኩም እያ ሽምኩም ናይ ወሳብ ናምበርኩም እንደገና ድማ ኢሜልኩም ይእቲኹም ኣካውንት ክረኤት ግበሩ እሱ ምስ ገበርኩም ናባና ክመፅት ሓበሬታኹም ካብዚ ካብ ኣሜሪካ ዘሎ ኦፊስና ደዊሎም ድማ ብዛዕባ እቲ ቤት ትምህርቲ ሙሉእ ሓበሬታ ክቡኹም እዮም ስለዚ ሙሉእ ናይ ወሳብ ቁፅሪ ቴሌፎንኩም ይእትዉ ብቀሊሉ ምእንታን ክንረኽበኩም ናይቲ ዘለኹም ዓዲ መእተዊ ጌርኩም ሙሉእ ናይ ወሳብ ቁፅርኹም ክትፅሕፉ ድማ ከዘኻኽረኩም ይደሊ። ስለዚ ካልእ ተወሳኺ ሕቶ ተልዩኩም ካብቲ ዘለኹም ዓዲ ናይ ኣሜሪካ መእተዊ ጌርኩም ኣብ 3108444780 ደዊልኩም ድማ ምሉእ ሓበሬታ ክትረኽቡ ትኽእሉ ኢኹም ብኡ እውን ክትምዝገቡ ትኽእሉ ኢኹም ካብ ዘለኹም ዓዲ ናይ ኣሜሪካ መእተዊ ጌርኩም ኣብ 31084447880 ደዊልኩም ብወሳብ ምሉእ ሓበሬታ ክትረኽቡ ትኽእሉ ኢኹም ወይ ከኣ ብቐጥታ በዚ ደዊልኩም ክትምዝገቡ ትኽእሉ ኢኹም። በዚ ናይ ህያው ቃል ሰሙናዊ መልእኽቲ እንድሕር ትባረኹ ኣለኹም ላይክ ግበሩ፣ መመሊሱ እቲ ዩቱብ ከርእዮ። ሳብስክራይብ ዘይገበርና ሓደሽቲ ድማ ሳብስክራይብ ተጌርና ሰሙናዊ ሓድሽ መልእኽቲ ክመጸና እዩ። እዚ መልእኽቲ ናብ ኩሉ ክበጽሕ ድማ ሸር ግበርዎ ኢኹም። ጎይታ ብዝሕ ይባርኩም፣ ብሩኻት ኢኹም።